ሰላም ሰላም ክቡራ ተኸታተልተይ ከመይ ኒኢኹም? ኣነ ሰላም እየ እግዚኣብሔር ይመስገን። ከማይ ሰላም ክትሉ በዓል ትብሉ ተስፋ እየ። እምበኣር ከስ ናይዛ ናይ ሊልና ኣሌክስ ቪድዮ ሓፃርን እያ ናብኣ ከብለኩሞ ድሕሪኡ ርእቶይን ሓሳበይን ክብ እየ ንስኹም ከዓ እንታይ ትብሉ? ኣነሲ ብጣዕሚ በቃ ደቢሩኒ እውነት ናይ ባሓቂ ሕጅሲ

ኣሕዋተይ ማዓረይ ኣነ ናተይ ሓሳብ እንድዩ ንስኩም ውን እስቲ ሓሳብኩም ኣቅምጡ ሊሊ ሲ ፅቡቅ ትክሰርሕ ኣላ ማለት ድዩ እዚ ስራሕ እዙይ ሲ ሕብረተሰብ ታይ እዩ ክማሃረሉ ንሕና እንደልዮ ፍቅሪ ሰላም ኢና ንደሊ እና ዕግርግር ሲ ኣብ ሚድያ መፂእካ እንታይ እዩ ክማሃር ካብ ዕግርግር ሰብ ኣነ ብጣዕሚ ደቢሮምኒ ኣለዉ ካብ መጠን ንዓቀብ ማለት እዩ እና ንምንታይ እዮም ናይ ሰብ ክስታይ ዘይርድኡ ዘይርድኦም ምሸይ ንሕና ንፈትዎም ነኽብሮም ምዃንና ይፈልጡ እዮም ስለዚ ሲ ንምንታይ እዮም ዘጨንቑና ንምንታይ እዮም ስጋዕ ክንዲዚ ሲ ዕግርግር ዝብሉ ድራማ ተኾይኑ ድራማ እዩ በሉና ኣፍሊጦም ተዘይኾይኑ ከዓስ ሰብኣይን ሰበይትን ዝኣክል ካብዚ ኩሉ ፍቕሪ ካብዚ ኩሉ ፅቡቕ ነገር ናብዚ ወሪዶም ክሰርሑ ከለዉ ሲ ሕብረተሰብ እንታይ እዩ ክመሃር ካብዚኦም ኣነ ብጣዕሚ ኣጽሊኦምንና ኩልና ርእቶና ንዛረቦም ያው እቲ ዘረባ ካብ ዘረባ ዓዲ ሰብ ኣይወዓለን ሊሊ ብጣዕሚ መግዲዳቶ ሎምስ ስጋዕ ኣብ ጽርግያ ከይዱ ዝዛረብ እዩ ኮይኑ ዘሎ ኣሌክስ በቃ ናይ ብሓቂ ኮይኑ ተሰሚዕኒ ዘሎ ሓድሓደ ግዜ ክሓስቦ ድራማ ይመስለኒ እሞ ሓድሓደ ግዜ ክሪኦ ከለኩ ከዓ ብጣዕሚ ይጭነቕ እና ብቐረባ ትፈልጥዎም ቤተሰብሲ ካብዚ ነገርስ እንታይ ኢና ክንመሃር? እቲ ሕብረተሰብ እቲ ኩሉ ዝፈትዎም ተኸታልስ ኣይሓስቡን ድዮም? ንምንታይ እዮም ሰብ ዝርብሹ ዘለዉ? ንምንታይ እዮም እዚ ንኣብነት ዳዕውቻ እኒዉ ዳዕውቻ ከምዚ ዓይነት ስራሕ ኣይሰርሑ ፅቡቕ ብፍቕሪ እዮም ቀሪቦም ተመሊኦም ወሶም ደኣ ከዓን ከይቕየሩ እምበር ፅቡቕ ኣለዉና ደስ ይብሉ ከዓ እዚኦም ክልቲኦም ሓሳብ ክምንጭዉ ዝኽእሉ ኩሉ ነገር ክሰርሑ ዝኽእሉ እዮም ግን ንዓና ከምዚሲ ይምጥነና ድዩ ኮይኑ ንዓና ዝሰርሕዎ እንተኾይኖምሲ ተመልካቲ ይምጥነና ድዩ ኮይኑ ሀዚ ኣብ ሰዓቱ ድዩ ኮይኑ ንሕና ንደልዮ ፍቕሪ ሰላም እምበርሲ ፅልእስ ታይ እዩ በቃ ዝሰርሕዎ ዘለዉ ስራሕ ሳነ ፅቡቅ ኮይኑ ይስምዐንን እዚ ናተ ሓሳብ እዩ ንስኹም ከ ታይ ትብሉ ኮመንት ፀሓፉ ማለት እዩ ያው ሸር ላይክ ሳብስክራይብ እውን ግበሩለይ ማለት እዩ ኩልና ከዓ ሰሪሕና ወይ ከዓ ብዝተፈላለየ መንገዲ ክበፅሖም ንግበር። ኣብ ናይ ባዕልቶም ቻነል ድዩ ኣብ ናይ ባዕልኩም ቻነል ድዩ ብዝኸኣልኩምዎ ርእይቶኹም ሃቡ። ርእይቶና ክስማዕ ከዓ ተስፋ ንገብር። ያው ንስኹም ከ እንታይ ትብሉ ማለት እዩ። ካብዚ እንዳሓር ክብለኩም ዝደሊ ብዙሓት ስራሕ ዝሰኣና ሰባት እኒኤና እንዲና ኣነ ይቕልለኩም እየ ዘለኹን ሊልና ኣለክስ መጀመርያ ናብዚ ዘውርዳ እዮም ዘለዎም ትሰርሕዎ ዘለዉ ስራሕ ከዓ መሃሪ ዋላ ተዘይኮነ ማለት ፍቑራት ኮይንካ እውን ሲ ክትፃላእ ትኽእል ኢኻ ኣብዚ ደረጃ ክትወድቕ ትኽእል ኢኻ ንምባል እዩ ዝመስለኒ ኣነ ከም ዝሓስቦ ካልኣይ ክብሎ ዝደሊ ከዓ ሸር ላይክ ሳብስክራይብ እናገበርኩም ሚእቲ ሽሕ ኣብፅሕሎም ክንዓርፍ ተደሊኹም ማለት እዩ ያው ኣብቲ መጀመርያ ናብ ህዚ ንሪኢኹም ግልብጥ ደብለ ኣለኹ ኣነዋላ እና ጎበዛት እዮም ንፋዓት እዮም ያው ኣብ ካሜራ ቀሪብካ ከምዚ ምስራሕ ንባዕሉ ሲ ብዙሕ መስዋእቲ ኢና ጀጋኑ እዮም ስራሕ ኢሎም እዮም ሒዞምዎና ኣብ ጎኖም ንኹን ነተባብዓዮም። ብዙሕ ዝጭነቕ ሰብ ኣለ ግን ኣይትጨነቑ ተረጋግኡ። ፊልም እዩ ካሊእ ምንም ማለት ኣይኾነ። ፅባሕ ንጎ ፕራንክ ኢሎም ከም ዝመፁና ርግሽ ርልየ እንኳን ሌልና ኣሌክሲ ካሊእ ሰብ እኳ እስከ ክንድዚ ያየ ፅሕነ ሚዲያ እሞ ከዓ እናመፁ ኣይውዕሉ ወይ ናይ በሃሊት እየና ነዚ ቻነል ከዓ ብድጋሚ ክዛረበኩም ሸር ላይክ ሰብስክራይብ እናገበርኩም ኣተባብዕኒ ንዕኦም እውን ሚእቲ ሽሕ ነብፅሓዮም ንኩሎም ዩትበራት ዓድና በዚ ዳሕራይ ዝሕለፍ ሃልዩ ሲ ኩልና ንሓግዞም ሰብስክራይብ ዝበለ ይኹን ቪድዮ ደስ ኢልኩም ክትርእይዎ ዝሓሰብኩም ከዓ ምሉእ ቪድዮ ረኣየሎም ክብለኩም ይደሊ ንኣይ ዋላ ምሉእ ቪድዮ ረኣየለይ በቃ ብጣዕሚ ንፍዕቲ ትበርየ እሺ ኣብ ዳመዳም ኮይነ እምበር ማለት እዩ ብጣዕሚ ሓሪፍ ዝኾነ ፊልምታት ሰርሐልኩም እየ ሸር ላይክ ሳብስክራይብ እናገበርኩም ኣተባብዕኒ ተጋሩ ሳብስክራይብ የብለይን ናይ ፈረንጂ ኮን እምበር ኣርባዕተ ሽሕ ዝኣክል ሳብስክራይብ ተዝህልወኒ ፅቡቅ ነይሩ ግን ኣብ ላይ ኣብዚ ዝመፁ ፀዓዱ ግዛምታ ይንፈልጦም ኣይፈልጡና ቋንቋ ይፈልጡ ቋንቋና ይፈልጥዎ ሳብስክራይብ ዝገበሩልና ሰባት ቪድዮና ክርእይዎ ስለ ዘይኽእሉ ሳብስክራይብ ጌርኩም ዝሰርሕናዮ ቪድዮ ብቐጥታ ክበፅሐኩም ንሕና እውን ነቐፌታ እንተልይዎ ቪድዮና እንተተርእዩና ክንሰርሕ ንኽእል እምበይ ሱቕ ኢሉ በቃ ሕልምልም እንታይ ኢሉ ሓደ እቲ ቻነል ኣብ ሓደጋ ይወፅእ ይወድቕ ካልኣይ ከዓ በቃ እንታይ መሓይሽካ እንታይ ክትቕፅል ከም ዘለካስ ሱእ ትምኻ ትብልና ንኽንቀሳቐስ ዓድና ከይድና ክንሰርሐሉ ኢልና ብዙሕ መስዋእቲ ከፊልና ኣነ ጥራሕ ዘይኮንኩ ብዙሓት ኣሕዋተይ ኣለዋ ሞኒታይ ዝኾናና ኣተባብዑና ጎንና ኩኑ ዞም ኣሕዋተይ ዩቱበራ ዝኾንኩም ዳርጋ ኩሉ ዩቱበር ኮይኑ ኢሎሚ ብትኽክል ይዋፅኦ ደለ ይዋፅኦ ንሪኦ ኣለና በባዕልና ስለ ንተሓባበር እዩ ተሓባበሩና ክንተሓባበረኩም ኢና ንሕና እውን ኣብ ኩመን ፀሓፈ ቀጥታ መፅየ ክርእየልክን እየ ዝፈልጦ ከተባብዐክን እየ ዝፈልጦ ክሕግዘክን እየ ብዓቕመይ ኩልና ከምኡ ኢና ተደጋጊፍና ከዓ ብኸምዚ ዝርከብ እንድሕር ኮይኑስ እንታይ ገድሽ እናደፋእና እና ንነብር ንእሽተነ መሳርሒ ሒዝና ከይድና ሒዝና ከይድና እና ፅፊ ኢልና ዘይንሰርሕ ንተሓጋገዝ ንከባበር እዘን ኣሕዋተይ እዞም ኣሓተይ እግዚኣብሔር ኣምላኽ ስደትና የሕፅረልና ብሰላም ዓድና ይምለሰና ዘረባ ኣብዚሐልኩም ናይ ሎሚ ሓሳበይ ነዚ ይመስል ስጋዕ ኣብ ኻሊእ ቪድዮ ንራኸብ ሰሰናዩ ኣዝየ እየ ዝፈትወኩም።